ሰላም ፍትዋት ደቂ እግዚኣብሔር ዳሕና ዶ ቀኒኻትዉም ትንሳኤ ጽዮናውያን መንፈሳዊ ሚድያ መደቡ ጀሚሩ እኒኦ።
ትገብሪያ
ሓፍቲ እሺ ትፈለየ ካቲግበ Action ሰላም ፍትዋት ደቂ እግዚኣብሔር ትንሳኤ ጽዮናውያን መንፈሳዊ ሚድያ እንሆ መደቡ ጀሚሩ እኒኦ።
ቅንኢ የጻልእ ቅንኢ የባእስ ቅንኢ የቃትል ቅንኢ ለይገብሮ ነገራት ኹሉ የለይ ቅንኢ ካብ እግዚኣብሔር ይፈሊ ኸዚ ለለናዮ መደብ ጽዮናውያን መኣዲ ጽዮናውያን ብልብል ስለ ብዛዕባ ቅንኢ ክንነጋገር ኢና ቅንኢ የጻልእ ቅንኢ የቃትል ቅንኢ ካብ መንግስቲ እግዚኣብሔር ይፈሊ መደብ መኣዲ ጽዮናውያን ኸዚ ጀሚሩ ኣሎ ላባኻትም ብዛዕባ ቅንኢ ኣነ ሓውኹም መልኣክ መሓርን ሓፍትና ዘማሪት ፋና እንዲሁም ሓውና ዲያቆን ኣማኑኤል ብሓባር ብምዃን ብዛዕባ ቅንኢ መንፈሳዊ ልኾኑ መብራህርህታት ክንህብ ኢና ጻንሒትኩም ምሳና ክኾን ይምነ። Thank you ቀጥል እታ እዚኣ ተድልየኒ ንዓይ። ኣብ ምኩራብ ኣብ ቤተ ክርስትያን ትንሳኤ ጼና መንፈሳዊ ሚድያ ላይክ ሼር ሰብስክራይብ ብምግባር ነስታውስ ኢና ቤተሰብ ኩኑና እስቲ ዲያቆን ከምዚ ንፈልጦ ኣብ ዓብይ ዜማ ጾም በረከት እነግንየሉ ኣብ ጾም ኢና ኔና ካብ ዓብዮ ጾማት እንዝክሮም ሾመንተ ሰናብቲ እኔውና ካብዞም ሾመንተ ሰናብቲ ዘወረደ ቅድስት ሳልሳይ ሰሙን ምኩራብ ኢና ንርከብ።
ቅኔ ጻልእ ቕንኢ የቃትል ቅንኢ ካብ መንግስቲ እግዚኣብሔር ይፈሊ። መደብ መኣዲ ጽዮናውያን ኸዚ ጀሚሩ ኣሎ ላባኻትም ብዛዕባ ቅንኢ ኣነ ሓውኹም መልኣክ መሓርን ሓፍትና ዘማሪት ፋና እንዲሁም ሓውና ዲያቆን ኣማኑኤል ብሓባር ብምዃን ብዛዕባ ቅንኢ መንፈሳዊ ልኾኑ መብራህርህታት ክንህብ ኢና ጻንሒትኩም ምሳና ክኾን ይምነ።

ኣብ መዝሙር ስልሳይ ትሽዓንተይ ቁጽሪ ትሽዓንተ ልዘመረልና ዝማሬ እዩ። እቲ ዝማሬ እዚ ኣብ ዕለት ኣብ ምኩራብ ኣብ ቤተክርስቲያን ብሃመይ ቀሪቡ ትንብል ተለና እየሱስ ክርስቶስ ላብ ቤተ መቅደስ ኸይዱ ኣብ ዮሐንስ ወንጌል ምዕራፍ ክልተ ቁጽሪ ዓሰርተ ሰለስተ እስካብ ዕስራ ሓሙሽተ የውለሎ ታሪክ ልነግንዮ ሃዋርያት ደቀ መዛሙርቱ ክርስቶስ እየሱስ ላብ ቤተ መቅደስ ትኸርተሎ ቤተ መቅደሱ ተጽርተሎሲ ናብ ቤት መቅደሱ ምጽራይ ምስ ረኣዩ፣ ትው ኣቦና ዳዊት ለሎስ ተስታወሱ ይብል። እስመ በልዓኒ ቅንኣተ ቤትከ ልብል ቃል ዛከዚ ሓሰዊ ይብል እና ስለዚ ክርስቶስ ኢየሱስ ኣብዛ ዕለት እዚኣ እታይ እዩ ገይሩ ላብ ሙክራብ ከይዱ ክንብል ተለና ኣብኡ ከይዱ ትርእ ተሎስ ዝቤተ መቅደስሲ ተበላሽዮ ግንይዎ እታይ እዩ ኣበላሽዎ ለሎ ዝቤተ መቅደስ ነጋዶ ሞሊኦምዎ ኣውዕሩ ልሸጡ ኣለው እክሊ ልሸጡ ኣለው ኣርጋብል ዝሸጡ ኣለዉ ስለዚ ኹሉ ናንግዲ ቦታ እዛ ኣብ መቅደስ እግዚኣብሔር ልምለኸላ ቦታ ናንግዲ ቦታ ኮይኑ ኣግኒዋ እዚ ጥራይ የኾነይ እቶም ሸርፊ ለሽርፉ ሰባት ለ ኣብቲ ቤተ መቅደስ እዚ ኮይኖም እዚ ምስ ረኤ ክርስቶስ ኢየሱስ ልዚኣቶም ከባርር ላኡ ተለዓለ እንዲኦም ትናገሮም ተሎታ እይልብሎ ቤተይስኢ ናቦይ ቤት ንዞም ለይግባእ ልናንግድ ቦታ ክትገርዎስ ኣይግባይ ዝቤት እዚስ ናቦይ እዩ ልብሎ ይናገሮ ኣሎ እና ኣሁን ኣቡኡ ገዛ ታዩ ልርኢ ኣሎ ተልና ተመልከቱ ንግዲ ኮይኑ ኣፍቱ ናእግዚኣብሔር መቅደስ ልኾነ ቦታሲ ናንግድ ቦታ ኮይኑ ትኸርተሎ ይርኢ ስለዚ ኣቦና ዳዊት እዚ እዩ ኣቀዲሙ ትንቢት ልተናገረ ስለዚ መቅደስ እዚ ክቅናሃም ልግባእ ብዚ መቅደስ እዚ ልተሰምዖ ቐንዒ እዩ ኣቦና ዳዊት ዘሚሩልና ለሎ እና ኣብዚ ግዜ እዚ ኩለኹም ሃም ትፈልጥዎ ክርስቶስ ኢየሱስ ኸዚ ተልመጽ ኸዚ ላብዛ ቤተ መቅደስ እዚኣ ተልኣቲ እንታይ እዩ ልመስል ቤተ መቅደስና ኾኑ ለሎ ዝና እግዚኣብሔር ቤተ መቅደስ ሸቐጥ እኒኦ ዶ ኸዝኸን ኢልና ተረእናዮስ ሃመይ ይመስል እቶም ቤተ መቅደስ ሸቐት ገይሮም እኒኦሲ ናግሊ ጥቕሞም እዮም ጥቀምሎም ኸዚ ከ እና እግዚኣብሔር ቤተ መቅደስ ናግሊ ጥቅሚ ንጥቀመሉ ኣለና ከይንኾን ምፍታሽ የድሊ ምክንያቱም እዞም ደቀ መዛሙርቱ እዚ ግብሪ ምስ ረእዩሲ ሓሰቡ ኢልል እስመ መልኣኒ ቅንኣተ ቤትከ ልብል ሓሰቡ ኣንሕናለ ኸዚ ብዛ ሰሙን እዚኣ ኮናሲ ክንሓስብ ይግበና ክርስቶስ ኢየሱስ ኣብዚ ጊዜ እዚ ኣብታ ነገልገለላ ንግልገለላ ለለና ቤተ ክርስቲያን ተልመጽእ ናንግዲ ኮይኑ ናግሊ ጥቅሚ ልሰፍሖሉ ከይኾን ካብ ምሕደራና ጀሚሩ ካብቱ ልዓበየ መራሒ ጀሚሩ እስካብ ተኣጻዊ ህሆት ታይ ይመስል ኣብ ቤተክርስትያን ለለዎ እንቅስቃሴ ክርስቶስ ትመጽ ተሎስ ደስ ኢልዎ ልኣትዮ መቅደስ ዶ ኮይኑ ኣሎ ታይ ይመስል ኣገልግሎትና ሰባኪ ወንጌል ታይ ይመስል እዚ ቀዳሲ ካህን ታይ ይመስል

ወይንስ እሶም ዘም ደቀይ ቤተክርስትያንኹም ኣጽሪኹም ንኣቦይ ቤትሲ ብጽሬት ሒዝኹምዎ ኣለኹም ኢሉ ድዩ ከመስግነና ወይስ ከባረና እዩ ስለዚ እዛ ሰንበት እዚኣ እዚያት እያ ተርእየና ኣላ ክርስቶስ መፅኡ ለርእዮ ነገራት እዚኣቶም እዮም ከዚ ኣብዚ ዙርያ እዚ

ፎቶግራፍ ሰራሐ ንሕድሕዶም ታይ ገበረ እናገረፈ ኣባረሮም ኸዚ ክርስቶስ ላባና ተልመጽእ ብዛ ኸዚ ሰዓት እዚኣ ምኩራብ ኮይንና ተነኽብራ ተለናሲ ክርስቶስ ተልመጽእ ኣነ እዛ ቤተ ክርስቲያን ጠጠው ትብል ተለኹሲ ካብቶም ተገሪፎም ልተባረሩ ድየ ክኾን ወይስ ሰይ ዘወደይ ኣብ ቦታኻ መስርዕኻ ተገኒኻ ብታ ልሓስኻያ ስብከተ ወንጌል በርቲዕኻ ኣለኻ ድዩ ክብለኒ ብታ ልሓስኻያ ቅዳሴ ጎቢዝኻ ዲኻ ድዩ ክብልኒ ብታ ልሓስኻያ ምሕደራስ ጎቢዝካ ኣግኒየካ ድዩ ክብለና ወይንስ ብጭጉራፍ ኢና ክንግረፍ ኸዝለልና እታ ትመስል ኣብቲ ቤት መቅደስ እዚ ብዝማሬ ኣገልግሎት ለገልግል ኣሎ ትዝምሮ ተለናሲ ምስ ሙሉእ ህይወትና ዲና ንዝምር ኣለና ወይስ ለግርፍ እዩ ዝዝማሬና ማህሌት ለይቲ ሙሉእ ጠጠው ኢልና ንሃድር ሰዓታት እንዮም ቅዳሴ እኒኦ እዞም ኹሎም ኣገልግሎት ልፍጽም ኣካልሲ ክርስቶስ ትመጽእ ተሎ እቱ ዝማሬስ ሕጉስ ኾይኑስ ይቕበሎ ኣሎዶ እዛ ሰሙን እዚኣ ትሕስብ ሕድሕድ ልውዓሉ ክፍትሽ ሕድሕድ ልውዓሉ ና ኻልኦት ኢድና ንጥቀመሉ ጊዜ ኾነት እዩ ምኩራብ ምኩራብ ልባዕልኻ እየ ተርኢ እንታይ ይመስል ኸዚ ኣነ ብታ ልሓስኹዋ መደብሲ እንታይ ትመስል እዞም ማህሌት ለሎ ዘኹሉ ለይቲ ሙሉ ዓገግ ለዋልኩ ልሓድሮ ኣለኹሲ እግዚኣብሔር ይቕበሎዶ እቱ ልቦናይ እዙ መቅደስነተይስ እግዚኣብሔር ርእይዎ ደስ ይብልዎ ዶ? እቱ ልቅድስ ሰብእ ሃምኡ ክብል ኣለዎ። እቱ ከቀድስ ልመጸ ምእመንለ ጠጠው ትብል ተሎስ ሃመይ እየ እኒኦኹ? ጽሩይ ድየ? ምክንያቱም መጽሐፍ ታይ ልብል ጠጠው ልበለ ልመስሎ ኩሉ ከይወድቅ ይጠንቀቅ። ስለዚ ኣብታ መቅደስ ውሽጢ ለለና ክርስቶስ ተመወጺእናሲ ዙ ድልውነትናስ ታይ ይመስል? ለግርፍ ድዩ እኒእና ወይስ ኣሰይ ዝወደይ ለብል እኒእና? ልብል እዛ ምኩራብ እዚኣ ተምህረና ኣላ። እዙ ሓደ

ከመይ ትርእይዎ እታ ንዕዳጋ ቶታል ብግብርለስ ዝዕዳጋ ሱስ ናኸዚ ናክልተ ዕዳጋ ኢና ንሰምን ናወርቂ ለለዎ ኢና ንርኢ ኣለና እቲ ሓደ ዕዳጋ ናሊቃውንቲ ውሽጢ ለለዎ ጌና ኔና ካልኣይ ዕዳጋ ብደገለት መሸጢ ኮይና ኣላ እዛ ቤተክርስትያን ከዚ እውን ንሱ እያ ኒያ ካብ ደገ ካብ ሰም ሰው ላብ እግዚኣብሔር ትመስተ ኣሎ ጸልዩ ምስ እግዚኣብሔር ክጋነት ይኾነስ ከምዚ ለኮን እዩ ኢልከስ እተዩ እስቲ ከዚ እሺ ንኣትዶ

ሃምዙ መምህር መላኩ ሓወይ ልበልካዮ ኣነ ለታይ ይዕዘብ ነይረሲ ሃምዚ ኣብ ምኩራብ ጎይታ መድሃን ኣለም ኢየሱስ ክርስቶስ ጅራፍ ኣዘጋጅዩ ልገረፎም ህዝተ ትመፅእ ከዛ ቤተክርስቲያን ሃመይ ክገብር ነይሩ ይኾን ይኾን ኢለ ይሓስብ እየ ኩሉ ሻዕና ዝና ኣገልግሎት ብቻ ተይኮነ ዘብ ደገ ንሪኦ ኸ ሃምዚ ልበሎ ኣብ ደገ ኣብዛ ህዝለላ ቤተክርስቲያን ኣብዛ ህዝለላ ቅዱስ ቤተክርስቲያን ገና ካብ ጅምሩ ንኸተለና ካብ ብነዊሑ ጀሚሩ እስካብ ኣፍደገ ቤተ መቅደስ ልኣክል ዳርጋ ናሸቀጥ ቦታ እዩ ኮይኑ ኣቁሑት በቃ ዳርጋ ዳርጋ ስላው እዩ ተቀይሩ እና ምእመናስ ይፈልጥ ዶ ይኮን ንፈልጦ ዶ ሕና ባዕልና ንፈልጦ ዶ ካብ ምዕዳግና እግዚኣብሔር ለኮሪ ምኳኑ እግዚኣብሔር ለሕዝን ምኳኑ እቲ ነጋዳይ ኦርቶዶክሳዊ ክኮን ይክእል ካብ ኦርቶዶክስ ወፃኢ ክኮን ይክእል እዩ እዙ መፅኡ ልነግድ እና እሱ ከይፈልጥ ዶ ኦርቶዶክስ ሃም ኦርቶዶክስ ግዴትኡ ክፈልጥ እኒኦዎ እግዚኣብሔር ለሕዝን እና ለሐጉስ ነገር ፈልዩ ክፈልጥ እኒኦዎ እና ኣብኡ ታይ ኢና ንገብር ኣለና ተዓዳጊ መን እዩ ትሸዋጢ መን እዩ እምበይ ከብስሩ ኣብ ቤተ እግዚኣብሔር ና ስጋ ዕዳጋ ከነካይድ ይፈቅደልና ዶ እግዚኣብሔር ቤተክርስቲያን ማለት ና መንፈስ ና ስጋዊ ተይኮነስ ና መንፈሳዊ ዕዳጋ ንእክበላ እያ ነብስና ንድሕነላ መንፈስና ንጥንከረሉ ድሕነት ነግነየሉ ብዙሕ ነገር ናይ ህይወት ነግነየሉ ገዛ እዩ እና እሱኸ በህመይ ኢና ንፈትሖ ንኽእል? ሀመ እዮም ክርድእዎ ኣለዉ ክኾኑ ህዝበ ክርስቲያን ብሱሩ ማለት እስቲ ሀም ሀም ትምህርቲ መልከዕ ሕጽር ኣቢልካ ተትነግሮም ማለት ለሕዝን ምዃኑ ለገስጽ ምዃኑ ጎይታ ተትመጽእ ነይሩ ሀዝሲ ብጅራፍ ገሪፉ ኣውጺኡ ከባርረና ሀም ልኽእል ንፈልጦ ዶ ብሱሩ እዚ ወላ እዚ ሸዋጥለ እዚ ዓዳግለ ካብኡ ሃምዝለልኻዮ ለላፍቱ ለኣገልግሎትለ ብስጋዊ ዓይነት ኹሉ ነገር ኣገልግሎት ብስጋዊ ዓይኒ ተንንዩ እንሪኦ ብመንፈሳዊ መልክዕ ብኣገልግሎት መልክዕ ርኢናዮ ካብ ታሕቲ ካብ ላዕሊ እስካዕ ታሕቲ ለሎ ነገር ኹሉ ብኣገልግሎት መልክዕ እግዚኣብሔር ብለሐጉስ መልክዕ ሃምዝለልኻዮ እግዚኣብሔር የሐጉስ ዶ ይኾን ኣገልግሎተይ እግዚኣብሔር የቐበሉ ዶ ይኾን ኣገልግሎተይ ላበልና ተነገልግል ልበለጸ ይኾን እና እስቲ ኣብዛ ልበልኩኻ ንእሽተይ ኣስተምህሮ ካብ መጽሓፍ ቅዱስ ምስ ዝህዝና ምኩራብ ኣታሒዝኻ ሃመይ ክርድኦ እኒዎ ሰብ ብስሩ ሓጢኣት ምዃኑ ልኮንን ምዃኑ እግዚኣብሔር ልሕዝን ምዃኑ ይፈልጦ ዶ ኣብኡ ልክፈልጥ ንእሽተይ ኣስተምህሮ ተት

ናቱ ሓደ ናፍቱ ሓደ በቃ ሃምለይስማምዑ ልገብሮ ኣሎ እዚ ብቀጥታ ትንሪኦ ተለና እዛ ኣብዛ ክርስቶስ ቤተ መቅደስ ኣቲ ለግነያ ከዚ እውን ንሳ እያ ቤተ ክርስቲያን መኣዲ እያ ሰሪዓ ኣለላ መኣዲ ሰሪዓ እያ ህዝባ ትፅበላ ስለዚ ካብ ለይቲ ጀሚራ መኣዲ ዘጋጃ ሰዓታት እኒኦ ዝማሬ እኒኦ ቅዳሴ እኒኦ ኪዳን እንዮ እዞም ኩሉ ጸሎት ኣዘጋጅያ ቀጺላ ለለስ ስለ ዝብል ነበረ ሓዳር እግዚኣብሔር ላመስገንናሉ ስለ ሓደርናዮ ሕድሮ እሱለት ኣይነበረ ልብልለ በወንጌል ለላ ወደ ምህረት ወጽኣ ብደንብ ገይራ ተሰበኽላ ኸዚ መኣዲ እዩ ለይቆራረጽ መኣዲ ኸዚ ኣብ ሓደ ድግስ ተጸዊዕናሲ ለኾነ ቦፌ ምግቢ ተር ኢሉ ዶ ንጽበ ካብ ደስ ለለና ላልዕልና ንምገብ ኣብ ቤተክርስቲያን ክንመጽ ተለና ተዘጋጅዮት ተለላ መኣዲ ሙሉእ ልኾነ መኣዲ እያ ኣዘጋጅያ ለላ። ልመጸ ሰብሲ ጸጊቡ ልኸድ። ቅድሚት ይምጻእ ድሕሪት ይምጻእስ ጸጊቡ ልኸድ መኣዲ ኣቕሪባ ኣላ። ኸዚ ሓደ ሓደ ግዜ ልኾነ ድግስ ተዘጋጅ ተሎ ገዛናስ ልሓጽረና እኒኤዎ ዶ? ወይ ጸብሒ ክሓጽር እዩ ወይ ልኾነ ልሓዝናዮ መስተ ክሓጽር እዩ። ኣብዚ መኣዲ እዚ ግን ልሓጸር የለይ። መጺኻ ኣብታ ለግናኻያ ምግቢ ተመዲብካስ ምስቶም ቅድሚት ልምሳሌ ኣብ ስብከተ ወንጌል ልበጽሐ ሰብ ለይቲ ልነበረ ና ሰኣታቱ ልነበረ ና ማህሌቱ ልነበረ ኪዳን ልነበረ ተኣምር ልተሰምዐ ኩሉ ጠቕሊሉ ይምገብ ኣሎ ስልዚ ይጸግብ ልኡኮ ኢሉ በለ ቶ ሰለስተ ሰዓት ልመጸ ዓሰርተ ሓደ ሰዓት ልመጸስ ደሞዝ ሓደ ዓይነት ስለዚ ኩሉ ሰብ ልበርትዐ ዓቕሚ ለግኒ ኣብታ ለይቲ ተገንዩ ምግቢ ይምገብ ለይክኣለ ደኸመለ ረፋድ መጺኡ ቃለ እግዚኣብሔሩ ሰሚዑ ይኸድ ኣሎ ስለዚ ክካዕ ዓቕሙ ሰብ ኣብዛ ቤተክርስትያን ልተሰርዐሉ መኣዲ ይምገብ ማለት እዩ ስለዚ እዚ መኣዲ እዚ ትስራዕ ተሎስ ልመን እዩ ተይልናስ ልኹሉ ህዝቢ እዩ ከዚ እዚ ልተፈለዩ ሰባት ንርኢ ኣለና ማለት እዩ ሃመይ ለሉ ሰባት ንርኢ ኣለና እዞም ነጋዶ ለናይም ኣብዚ እኒኦም ናብ ቤተክርስትያን መኣዲ ለይተመገቡ ናባዕሎም ናስጋ ጥቕሚ ልክጥቀሙ ዝሓዝዎ ሒዞም ዘርጊሖም ኣብ ምሻጥ ውዕሎም እኒኦ ስለዚ ኣብ ሰዓታት የለዊ ኣብ ቅዳሴ የለዊ ኣብቶ ማህሌትና የለዊ ኣብ ስብከተ ወንጌል ምስማዕ የለዊ ኣውና ስጋ ምግብ ኣለዉ ከዚ ማዚ እዮም ክምገብዎ እሳቶም ጥራይ የኾነ ነዳያን ኣለዉ ኣብ ቤተ ክርስቲያን ተጸጊዖም ዝነብሩ ኣለዉ እሳቶም ከ ዝታይ ኢና ንርኢ ኣብዚ ኣገልግሎት እዚ የለዊ ቀጥታ መፅኦም ስብከተ ወንጌል ዝሃለየ ሳንቲም ጭንጭን የብሉ ሰብ እናተምሃረ ኣብቲ ቤተ ክርስቲያን ውሽጢ ይልምኑ። ስለዚ እዚ ነገር እዚ ኣርላዩ ድዩ እዚ ታይ ለምፅ ተልና እዚ ማ ለምፆ ግልፂ እዩ ጅጉራፍ ሰሪሑ ገሪፉ ይባረር ልመን ልዞም ልሸጡ ግን ኣብዛ ምኩራብ እዚኣ ክርስቶስ ላብዛ ቤተ መቅደስ ዳኣ ተሎ ግን ልዞም ልሸጡ ጥራይ ግን የባረራይ ልመን ኣባሪሩ ልዞም ልገዝኡ ለ ሰሊዚ ኣብ መቅደስ ለለናሲ ልንባረር ከይንኾን ዳሰሙን ተምህረና ኣላ ልንባረር ሰብ ላብ ገዛ እግዚኣብሔር ትመጽ ተሎስ ሓደ ዕላማ ሒዙ ይመጽእ ሰማያዊ ልኾነ መኣዲ ተመጊቡ ክኸድ ዕዳጋ ጊዜ ሰዓት ቦታ ኣለዎ ኣብ ቦትኡ ክሸጥ ተኾይኑ ኣብ ቦትኡ ክገዝ ተኾይኑ ኣብ ቦትኡ ሰንቲ ልደለየ ዕዳጋ ሰንቲ ክኸድ ለለዎ እምበይ ቤተክርስቲያን መጽ ኾነ ይካድግ ለለዎ ጸብሒ ኣሕምልቲ ልደልይ ተሃልዩ ኣፍቱ ናሕምልቲ መሸጢ ቦታ እዩ ልኽወድ። ጥረምረ ልደለዮ ቦትኡ ይትኸል ኣሎ። ኣብ ቤተ ክርስቲያን ግን መኣዳ ሰማያዊ መኣዲ እያ ሒዛ ለላ። ሰማያዊ መኣዲ ተኻፈልቲ ኢና ክንኾን ልግበእና። ስለዚ ከዚ ብቱ ለሎ ታይ ክንርዳእ ኔናውዚ ቱ ልሸጥለ እቶም ልዕድጉለ ጠጠው ከብሎ ኣለዎም ምክንያቱ እዚ ግብሪ እዚ ብጎይታ ተመወጺኡስ ለግርፈካ እዩ ምብራር ጥራይ ተኾነይስ ምስ በትር ምስ ሓለንግኻ ኢኻ ክትባረር ካብ ቤተክርስቲያን እዚ ኢሊ ከይኾን ኩሉ ሰብ ናብ ገዛ እግዚኣብሔር ትመጽእ ተሎ ምስ እግዚኣብሔር ተጋንየ ክምለስ ጥራይ ይበል ዘን ዓዳጋ ግን ኣብ ዕዳጋ ግዚኡ ይክድ ከዚ ቤተክርስቲያን እስካብ ኣፋ እያ ናይ ንግድ ቦታ ኮይና ኣላ ገሊኡ ንዋያ ቅዱሳት ኢሉ ከቢብዋ ኣሎ ብቤተክርስቲያን ለሃሙ ተዘጋጅዩሎም ቦታ ተውሂቦም ኣለዉ ብክራይ እዚ ታይ እዩ ለምፅእ እቶቱ ይደንፍዕ የድሊ እዩ ግን ሃምዚ ጌርካ መሸቀጢ ጌርካ ግን ሃመይ ኢሉ ክኾን ይኽእል ስለዚ እዙ ምእመንለ ከስተውዕል ኣለዎ ኣበይ ይኹና መሸጢ ቦታ ኣበይ ይኹና መፀለይ ቦታ እዚ ነፂርና ክንኸዶ ኣለና ስለዚ ሸዋጥለ ዓዳግለ ከይግረፍ እንታይ ክኾን ኣለዎ ኣስተውዒሉ ክኸድ ክኽእል ነይዎ ማለት እዩ ኣብዙ ጅራፍ ገይሩ ወቂዑ ምስ ኣባረሮም ሲ ኣይሁዳውያን ለልዕልዎ ጥያቄ ነይሩ እዚ ክትገብር ተለኻሲ ታይ ዓይነት ምልክት ተርእየና ኢኻ ኢሎሞ ነይሮምና ታይ ልማልዮም ደልዮም ታይ ዓይነት ምልክት እዮም ከርእዮም ደልዮም።
እወ ኸዚ እዚኣሲ ኣብታ እማ እንታይ ኣትየሉኒ ኢሎም ትመፅእ እያ። ኢንትሮ ልባሃል ኒዮ ሃምቲ ናይኹም እማ ሰስፔንስ ገይራ እያ ላው ክተወርድ ደልያ ኸዚ ላው ኢና ባይ ዘወይ ኣብዚኣ ኸዚ ላው ኢና ንኣቲ
እዚ ለይጥየቕ ኮ ይኾን ላው ለይጥየቕ ኾን ኣብ ናይኻ ከይኒ ዘሎስ ድሕሪት ከይንመለስ ዝሓሰብኻዮ ፖይንት ኸዚ ላብቃ ንዳይረክት ተኾይነን ኸዚ ላብይ ኣቲ ኣለኹም ወሲልካ ለምሳሌ እዚ ቤተ መቅደስ እዚ ኣፍርስዎ ኣነ ኸኣ ብሰለስተ መዓልቲ ተኣምር እዮም ደልዮም ለለው በቃ ልረኣ ነገር እዮም ኣይሁድ ሕቶ ሓቲቶም ለለው ስለዚ ልረኣ ሕቶ ለለ መልሲ ለለ ሂዎም ነዮም እዚ ቤተ መቅደስ ኣፍርስዎ ኣብ ሳልሳይ መዓልቲ ከልዕሎ እየ ልብል ሓሳብ ሂብዎም ኣሎ ማለት እዩ ኣብ ዙሪያ እኒ ካዲፍት እና ነበርናየ ንቕፅል እሺ ስለዚ ላብናዮ መልሲ ኢላቲ ኣለኹ እወ ትክክል እዩ ከዚ ኣይሁድ ሕቶኦም ነበረ እዚ እዩ እዚ ኩሉ ትገብር ተሎ ሲ በቃ ወዲ እግዚኣብሔር ምዃኑ በቃ ለእምን ነገራት እዮም ደልዮም ለለዉ ካብኣቶም ልጽበሎ ታይ ተኣምር ክገብር እዩ ምክንያቱም ሃምቲ ሙሴስ ልትማይ ደምላ ገበረ ልመጸ ኣብኣቶም ለኸዝዚ እዩ ድሌቶም ለለዉ ስለዚ ከዚ እውን ክርስቶስ እዚ ትብሉ ሕቶ ተቐርበሎም ተሎ ታይ መልሲ ሂቦ ንዚ ቤተ መቅደስ እዚ ኣፍርስዎ ኣነ ከዓ ብሰለስተ መዓልቲ ከልዕሎ እየ ኢሉ መለሰሎም ስለዚ ከዚ ኣብዚ ታይ ኢና ንርኢ ኣለና እሳቶም ልሓስቦና ክርስቶስ ልናገረሉ ለሎ እዩ ንምዃኑ ኣይሁድ ታይ ይብለው እዚ ኣርብዓን ሽዱሽተ ዓመት ልገረ ቤተ መቅደስ ሃመ ጊርካ ኣፍሪስካ ለለ ሰለስተ ዓመት ትሰርሖ ቱና ኣርብዓ ሽዱሽተ ዓመት ህንፀት እዮም ልርለው ክርስቶስ ለልታ ይልሎም ኣሎ ኣብ ሰለስተ መዓልቲ ክሰርሖ እየ እዚ ለመልከት ኣሎ ስለና ሞቱ ስለ ትንሳኤ እዩ ንነግሮም ኣሎ እዚ ማለት ግን ኣየ ለኣኻትም እንታይ እያ ተርእየና ድሕሪልና ቤተ መቅደሲ መን ምዃኑ እዩ ልነግር ኣሎ

ተሞይትና እውን ንዓርፈሉ ምስ እግዚኣብሔር ንጋነየሉ ብጸሎት ንጋነየሉ መቅደስ ስብሐት እግዚአብሔር ንብጽሐሉ ስብሐት እግዚኣብሔር ምስጋና ኣምልኮና ልንፍጽመሉ ቦታ ሓደ እኔና ቤተ መቅደስ እቲ ካልኣይ መቅደስ ናይ ምእመናን ሕብረት ናይ ምእመናን ስብስብ ቤተ መቅደስ እዩ ዝስለ ኣብዚኣ ግን ትኩረት ገይሩ ለሎሲ ስለ ዓርሱ መቅደስነት ስለለወግዐሎም ስለ ናየ መቅደስ ምዃን ኢና ክነወግዕ ማለት ስለ ሓደ ሰብ መቅደስ ምዃኑ ከዚ እዚ መቅደስ እዚ ትንመጽእ ተለና ብኣካል እተረእየ ኣብቲ ግዙፍ መቅደስ እዚ ነጋዶ ነይሮም ኣብ ሓደ ሰብ ከ መቅደስ ካብ ሰብነት ኣካልና ኣየኑ እዩ ናይ እግዚኣብሔር መቅደስ ይህ ባዕሉ ኢልዋ እኒኦ ከዚ እዚ ኣብዛ ዮሃንስ ወንጌል ምዕራፍ ክልተ ቁፅሪ ዓሰርተ ሽዱሽተ ንስሎም ዝሸጡ ርግብቲ ደማ ንዚ ካብዚ ኣልዕልዎ ንቤት ኣቦይ ቤት ንግዲ ኣይትግበርዎ ንቤት ኣቦይ ስለዚ ናቦና ናይ እግዚኣብሔር ገዛ ካብ ሰብነትና ኣካላት ሓደ ኣካል ናይ እግዚኣብሔር ገዛ እዩ ማለት እሱ ግን እንታይ እዩ ልቦናና ልቦናና ናወዲ ሰብ ልቢ ናእግዚኣብሔር መቅደስ እዩ ናእግዚኣብሔር መቅደስ ልዚ እዩ ኣብዚ መቅደስ ኣብቲ ቤተክርስትያን ኢልና ከድና ተንኣት ተለና ሲ እንደይ ለኣክል ፍርሓት እግዚኣብሔር ኣለና ጫማ ናውፅእና ዝተቀደሰ ቦታ እዩ ሞ ጫማ ካወፃ ከምተልተካለ ሞሲ ጫማ ናውፅእና ብ ቤተ መቅደስ ንኣት ኣለና ነፀላ ጌርና ብስርዓት ጥንቃቄ ጌርና ላብዚ መቅደስ ንኣት ኣለና ልመን ስለነግንዮ እግዚኣብሔር ለኣቶም ወሲሉ ነበረ ካብ ኩሉ ናይ ናዮም ሁሉ ነገሮም ምስ ረኤ ግን ዝጣዖት ትሪኦ ተሎስ እንታይ ልብል ነይሩ ዘይፍለጥ ኣምላኽ ልብል እዞም ሰባት ተመራመርቲ ጠየቕቲ ሓተትቲ ምዃኖም ስለ ዝፈለጠ ወፂኡ እንታይ ኢልዎም እቲ ዘይፍለጥ ኣምላኽ ተረኸበ ኢልዎም ተገን ኢልዎም ስለዚ ላብ ዝኾነ ከይድካ ኣቲኻ ሒዝካ ትወፅእ እዚ እኒኦኩም ከምዚ ናገበርካ ከድካ ለምሳሌ ክርስቶስ ለተጸውዕተሉስ ካብ ለለዎ እዩ ከይዱ ከምጽዎም ካብ ለለዎ ኣብ ዓሳ ልነበሩስ ንዑ ካብ ዓሳ ሰብ ተጽምዱ ኢሉ ቀራጭ ለነበረስ ንዓላባ ለንድሕረ ምጸ ኣብ ናይናኸ ከዚ ለለናዮ ናባራዊ ኩነታ ተበልና ደፊእና ኢና ንወጽእ ደፊእና ኢና ንወጽእ ከምቲ ለርሆዩ ህንዲ ንዓ ኢልካ ሓውካ ከይከደካ ከይጠፈእካ ዋ እዚማ መገልገሊ እዩ ንዓ ተዓዩ ሕቶኻ ላብ ሊቃውንቲ ኣቕሪብካ መልሲ ህንዲ ከግኒ እዚ እዚ እዩ

ቅነ እምበይ ክህሊ ለለዎ ና ደፊእኻ ና ምብራር ታይ ክግነ እሺ እሱ ሓወይ ኣባረርክዎ ታይ ክግነ ስለዚ ልኾነ ሰብ ካባኻ ክወፅእ እኳ ተኾይኑስ መን እዩ ከውፀኦ ልግባእ ለምሳሌ ኣርዮስ ተወፅእ ተሎ ካብዛ ቤተክርስትያን እና መጀመርያ ለወፀ ሰብ መን እዩ ወፂእዎ ልኾነ ሰባት ኣብቲ ሃገረ ስብከት ልነበሩ ኣዕሩኽቱ መሓዙቱ ተቐዩርና እዩ እዚ ሰብ እዚ ናወፃእ ኢሎም ድዮም ወፂኦምዎ ይኾነ እዩ ብዓለም እዩ ጉባኤ ተገይሩ ዛና መጀመርያ ጉባኤ ጉባኤ ሚድያ ንመጀመርያ ግዜ ኣብታ ሰለስተ ዕስራ ሓሙሽተ ዝነበረት ኩሉ ሊግ ካብ ኩሉ ዓዲ ተሰብሲቡ ዘምሮት ኣነ ሃይማኖት ሰለስቱ ምእት ንብሎም ሰለስተ ሚእቲ ዓሰርተ ሸሞንተ ሊቃውንቲ ቤተክርስትያን ናያቶም መልሲ መፀ ድሕሪ እዩ ሃም ሓደ ቃል ተናጋር ሃም ሓደ ልቢ ሓሳቢ ኮይንካ እዩ ንምብራር እኳ ኣንሕና ግን ቱለለና ቅንይል ግራል ኣትዮ ስለልኾነ ህንዱ ልኣክል ሰብ ለይተሰብሰበ ለይተምዓደ ለይተመኸረ ሰብ ደፊእኻ ትሰድድ ስለዚ ልኾነ ሰብ ልጸሎት ሃልይዎ እዙይ ሃምዚ ይብል ደብዳቤ ይጽሓፈሉ ተባረርካ ልል ይመጽእ ኣለና። ኣነጋግራ ጥበብ እለ የብልና ኢና ኣተሓዛ ጥበብ ኣተሓዛ ነመኻኽራ እወ እሱ ጉድለት ክህልወና ይኽእል እዩ ግን ዙ ዙ ዙ ችግር ኒኤ ካልተባለ ሰብ ለለ ብልተረጋጋእ መንፈስ እ፣ ከለለኮም ዝገርኹም ከበርኹሞም ዓይነት ተይኮነሲ እሽ ታይ እየ ገይረ ማእተብ ቤተክርስትያን መቸስ ትሕት ኢልካ እኻ እንትን ትገብረለኻን እሽ ታይ እየ ገይረ ታይ እየ ኣጥፊኤ ኣነ እዙይ እዩ ሕቶ እኒኤኒ ሕቱ ብንፁር ገይርካ ኣቅሪብካ ህዝቢ ብዙሕ ግዜ ታይ እዩ ልመፅእ እዙይ ካብ ደገ ልመፅእ እንድሕር ኾይኑ መጀመርያ ፀርፊ ልቤተክርስትያን እዩ ልጅምር እወ ህዝቢ ቤተክርስትያን መጀመርያ ትፀርፊ ተለኻ መልኣኩ መጀመርያ ልኣኻ ክፀርፋ ትካተሉ ፊት ልፊት ብፅቡቅ ኣይተቀበለን እዩ ማት ብምንም ተኣምር ስምዒታዊ ለይኾንኻ ሰብ እወ ትብል ላብ እወ ስምዒታዊ ክትኾን እዩ ልገብረካ እና እሱ ለይመስለኒ ላብ ስምዒታዊ ጎሮ ሰብ ላብ ለይምርዳእ ልኸደሉ መንገዲ ማለት ናብ ምርዳእ ክመጽእ ተኾይኑ በልተረጋጋእ መንፈስ ክኾን እኒኦዎ። ኣነሲ ጥያቄ እኒኤና እዚኣ እዚኣ እዚኣ እዚኣስ ክትምለሰለይ ይደሊ እሞ መልሱለይ። መላ ኩንድሕር ለይመለስኻለይ ኾንካ ካባኻ ልዓቢ መምሃር ኣንድሕር ለይኾነ እስቲ ጽንሒ ላመ ምረከልኒ ጋን እሞ ሓቢርና እባ መሳእቶም ኮይና ንመልሶ ልብል ነገር ልዝብ ልኾነ ነገር ይኾን። ቀጥታ መጺኤ እዛ ቤተክርስትያን እዚኣ እኮ ከምዚ እያ ከምዚ እዩ እኮ ከምዚ ዓይነት ሽግር እኒኤዋ እዚ ክል ተሎ ግን ስሚዕታዊ ይገብረካ እዚ ንግግርና ኣፍቱ ኣብ ክልቲኡ ለሎ ይመስለኒ እዚ ሽግር እዚ። ኣዋናለ ስሚዒታዊ ልኾነ ነገር ትመጽእ ተሎ እዚ ስሚዒት ርግዕ ኢልናስ እስቲ ታይ ድኻ ደሊኻ ታይ ድኻ ኮንካ እወ ዶስ ታይ ችግር እኔኤዋ ኢልኻ ተረጋጊዕኻ ኣብ ምቕባል ኣብቲ ለለ ልዝብ ልኾነ ቃላት ስርዓት ለለዎም ነገራት ኣነጋግራ ኣብ ክልቲኡ ናብ ምርዳእ ችግር ለሎ ይመስለኒ ኣነ ትክክል እዩ ኸዚ ታይ ድዩ ንሪኦ ኣለና ኣውና ባዕልና ናብ ምፍራይ ሂደት ቅንእናስ ላብ መንግስቲ ኣምላክ ለወስድ ይኹን ናብ ምድፋእ ይኹን ሓደ እቲ ኻሊኣ ኸዚ ለተምጽእዮ ኣለኺ ጽቡቕ እዩ ኸዚ እዚ ታይ ኣብዚኣ በቃ ሕጽር ለለ እንርእዮሲ ሰብ ብመን እዩ ተስሒቡ ልኸድሉ ክፈሊ ኣለዎ ነምሳሌ ኦርቶዶክስ ነይረ ዲያቆን ነይረ ዘማሪ ነይረ ልብልሲ ዘማሪ ልሃልይኩ ሊቃውንተ ቤተክርስቲያን መልሲ ልህቡ ሃም ለለዎ ክርድኦ ከልኒዎ ስለዚ ሓደ ኣበይ እዩ ተምሂሩ ታይ እዩ ምህርኡ ለይፍለጥ ሰብ መጽዩ ኣውጊዕካሲ ሃም ጌርካ ትኸድ መጽሓፍ ቅዱስ ትብሎ ለካስ ዘጠቐሰልካ ብቻ እወ መምህር ኣይኮነን እወ ኸዚ ለ መጽዩ ለውግዕካ ኣሎሲ ፕሮፌሽ ኣብ እንታይ እዩ ሞይኡ ተምሂሩ ድዩ እወ ክተፅንዕ እኒኤካ እምበይ ልኾነ ሰብ ስለልመፀ ስለልናገረካ ክትውሰድ ኣይኮነን ቃል እግዚኣብሔር ስለልተናገርካ ኩሉ ቃል እግዚኣብሔር ይፈልጥ እዩ ማለት ኣይኮነይ ታትሕሽ ብንባብ ብገለ ከዳብር ይኽእል እዩ ሰብ ግን ብምንባብ ጥራይ የኾነይ ብለይ መምህር ክበርህ ስለልይኽል ቃል እግዚኣብሔር ክንመሃር ይቅድም ናብ መጀመ ለይተምሃርካ ምምሃር የለይ ለይተምሃርካ ምምሃር የለይ ስለዚ ዝብ ለምህረና ኣካል ትመፅ ተሎስ ኣበይ ተማሂሩ ንበል ሓደ እታ ካልኣይቲ ከታይ ክንገብር ኣለና ትልበለና ላብ መምህራን ንውሰዶ ሉኣሉለ ወሲድና ኢና እንድዮም ክመሃሩ ንግበር እንድሕር መልሲ ኣበይና ክምልሱ ልክእሉ ቤተክርስትያን ስለለዋ ላብኣቶም ወሲድና ኢና እምበይ ክነምፅኦ ለለና ንሕና ክንኸደ ይግበእና እዩ ስለዚ ሎማዓንቲ ልነበረና ና ማኣዲ ፅዮናውያን እዚ ይመስል ነይሩ ምግብና እዚ እዩ ብዛዕባ ቅንኢ ክንምገብ እሞ ንሕና ለህይወትና ክነስተኻኽል ልብል እዩ ኢላ ዳህሰስና ነርና ክሻዕ እዚ ሰዓት እዚ ልሓለወና ናይ ኣቦታትና ኣምላክ እግዚኣብሔር ልተመስገነ ይኹን መደብና ኹልሻዕ ሰብስክራይብ ላገበርኹም ላብ ኻልኦት ለ ክበጽሕ ለይሰምዑ ለ ክሰምዑ ኣብ ምግባር ትኹረት ክትገብሩ ንላቦ ፋና ሓፍተይ ኣብዚ ታይ ትብሊ እወ ነርና ጻኒሒት ጽቡቅ እዩ ቃል ህይወት የስመዐልና መምህር መላኩ ሀምዚ ልረኣኸምዎ መደብና እዚ ይመስል ነይሩ ማኣዲ ፅዮናውያን እዚ ይመስል ኣብ ማኣዲ ፅዮናውያን ልረእኹምዎ ሪኢቶ ለለኩም ሓሳብ ሼር ክትገብሩና ትኽእሉ ኢኹም መደብና ሚድያና ሚድያ ትንሳኤ ፅዮናውያን ሼር ላይክ ሰብስክራይብ ብምግባር ቤተሰብ ክኾኑና
Thank you ዝያድ ገበያ ፋኒ ናብ ዝያዳ ተመጥኺ እወ መምህረይ ያው ኣነ እኳ ዝብሎ ሓሳብ የብለይን መደብና ኣብዚ እናለማዕቲ የኸለና እሞ ቤተሰብና ኸኣ እዚ እዚ ሚድያና እዚ ሼር ላይክ ሳብስክራይብ ብምግባር ኣባራቱና እናበልና ኻሊእ ግዜ ደኻ ብኻሊእ ርኢቶ ክንመፅእ ኢና ሰናይ ገበያ።

እሺ ተኸታተልቲ መደብና ነበረና ፃንሒት እዚ ይመስል ንመምህርና ንመምህር መልኣኩ ቃል ህይወት የስምዐልና ኣብ መደብና ነበረኩም ርእቶ ብኮሜንት ምፅሓፍ ትኽእሉ ኢኹም ና ና ሚድያና ሚድያ ትንሳኤ ፅዮናውያን ላይክ ሼር ሰብስክራይብ ብምግባር ቤተሰብ ኾኑና ሰላም
ብጣዕሚ በቃ ልገርምም ይብትንንለ
ይጠፈልከ ክደግሞ ተለኹ እሺ ተኸታተልቲ መደብና ከምዝረኣኹሞ መደብና እዚ ይመስል ነይሩ መምህርና መምህር መላእኩ ቃል ህይወት የስምዐልና ኣብ መደብና ለለኩም ርእይቶ ኣብ ኮሜንት ጽሕፍልና ንደሊ ይባል ዶ ኣብ ኮሜንት ኣብ ኮሜንት ጻሓፉልና ኣብ ኮሜንት ጻሓፉልና ኣብ ከማኣ ሕዝካ መጀመርያ ሬዲ ኣክሽን
እሺ ተኸታተልቲ መደብና ከም ዝረኣኹምዎ መደብና እዚ ይመስል ነይሩ ንመምህርና ንመምህር መላኩ ቃል ህይወት የስመዐልና ኣብ መደብና ለለኩም ርእይቶ ኣብ ኮሜንት ጻሓፍልና ሚድያና ሚድያ ትንሳኤ ጽዮናውያን